ድልያትካ ኣብ መርዓ ኮራ ምስ ትትንክፋ ስቅ ትብል ምክንያቱ ንሕና ደቂ ኣንስትዮ ዘየድልየና ሰብ ወይ ድማ ዘይደለናዮ ሰብ እንተ ተንኪፍና ክንሓርቅ ወይ ድማ ክንጻረፎ ንክእል ኢና ስቅ እንተ ኢላ ግን ደስ ኢልዋ ኣሎ ማለት እዩ ስለዚ ጓል ከምዚ ዓይነት ምልክታት እንተ ርእያ ምሳካ ርክብ ደልያ ኣላ ማለት እዩ ምሳካ ጥራሕ ክትስዕስዕ ወይ ድማ ክትድንስ ትደሊ ምስ ነብስካ ጠቢቃ እናዳህሰሰትካ ከኣ ትስዕስዕ እዚኣ ጓል ሎሚ ምሸት ምሳይ ርክብ ክትገብር ደስ ኢልዋ ኣሎ ክትብል ትኽእል ኢኻ። ስለዚ ደቂ ኣንስትዮ ኣብ ግዜ ናይት ክለብ ክስዕስዓ ከለዋ ምስ ነብስኻ ጠቢቐን ነብስኻ እንዳተናኸፋ ዝስዕስዓ እንተልየን ብዘይ ጥርጥር ደልየን ከም ዘለዋ ርኣይ። ኣሰዓዕማኣ ካብቲ ልሙድ ብፍልይ ዝበለ ምስ ትስዕመካ ትንፋሳ ድማ ከምኡ እንዳሞቐ ምስ ዝመጽእ፣ ክትስዕመካ እንከላ፣ ናይ ምስትንፋስ ምቅይያር ከተምጽእ ከላ፣ በቃ ከም ዝተሃወኸት ዘርኢ ምልክት እዩ። እዛ ጓል እዚኣ ምሳኻ ርክብ ደልያ ኣላ ማለት እዩ። መድሃኒት እዚ ወሲዱ ዝራኸበን ወዲ ወይ ድማ ምስ ሓደ ከምዚ ቀጻሊ እንዳ ወሰደ ጸታዊ ርክብ ዝገብራ እንተድኣ ኮይነን፣ ንሳ ብጣዕሚ ናብ ጭንቀት ድማ ከብጽሓ ይኽእል። ምኽንያቱ ንሱ ቀዳማይ ዙር ወዲኡ እቲ ሞትሎ ከም ዘለዎ ተወጢሩ ንነዊሕ ስለ ዝጸንሕ፣ ካልኣይ ሳልሳይ እንዳበለ ምስ ዝቕጽል እቲ ክትዓግበሉ ዝግብኣ ዕስራ ወይ ድማ ሰላሳ ደቒቕ ምስ ጸንሐት ንሳ ዓጊባ ወዲኣ ንሱ ምስ ዝቕጽል ኣብዚ ሰዓት እዚ ናታ ተፈጥራዊ ፈሳሲ ተወዲኡ ጸታዊ ኣካላ ምስ ዝደርቕ ከምዚ ኢላ ከላ ንነዊሕ መሊሱ ምስ ዝቕጽል ብፍላይ ድማ ኣብ ባህልና እቲያ ጓል ትጥቀመሉ ቅብኣ ወይ ድማ ክሬም ስለ ዘየለ እዚ ኣብ ምእተዊ ጸታዊ ኣካላ ዘሎ ቆርበት ናብ ምቕላጥን ናብ ምልሕጻጽን ድማ ይኸይድ። እዚ ድማ ንዓኣ ብጣዕሚ ዘሕምማን ዘጨንቓን እዩ ዝኾ። ኣብ ደቂ ኣንስትዮ እውን ካብ ዘርኢ ወዲ ተባዕታይ ዝተፈለየ ኣብ ዕግበት ግዜ ዝወጽእ ፈሳሲ እዩ። እዚ ማለት ናይ ኩለን ብሓይሊ ከም ዘርኢ ወዲ ተባዕታይ ክኸውን ኣለዎ ማለት ኣይኮነን። ብፍላይ ኣባና ደቂ ሃገርና ኣዋልድ እዚ ከጋጥም ትሑት ዕድል እዩ። ምኽንያቱ ምስቲ ናይ ምኽንሻብ ዘምጽኦ ጸገማት ክኸውን እውን ይኽእል። ስለዚ እቲ መስርሕ ሓደ እዩ። ጸታዊ ኣካል ናይ ወዲ ተባዕታይ ይትስእ፣ እቲ ዝኽንሸብ ክፍለ ኣካላት ናይ ጓል ኣንስተይቲ ድማ ክትስእ ይኽእል። ከምቲ ወዲ ተባዕታይ።